ኣብ ናይ ዓሰርተ ክልተ ሰሙን ትገብሮ ኣልትራሳውንድ ብብዙሕ መሰጅ መፂኒ ሪስክ ናይ ዳውን ሲንድሮም ኣሎ ሪስክ ናይ ትራይዘሚ ዓሰርተ ሰለስተ ዓሰርተ ሸሞንተ እንታይ ኢልክን ፅሒፍክናለ ሎማዓንቲ ብዛዕባኡ ክንዛረበ ከመይ ቀኒኹም ኣሕዋተይ ትምህርትና ንቐፅል እዚ ትርእይዎ ዘለኹም እዚ ኩሉ ኣብ ላዕሊ ዘሎ እዚ እቲ ክሮሞዞም ይበሃል ዕስራን ሰለስተን ካብ ኣቦና ዕስራን ሰለስተን ካብ ኣዴና ብሓንሳብ መፅኡ ንዓና ፈጥር ማለት እዩ ሕጂ ሓንሳብ ሓንሳብ ኣብዚ ናይ ክሮሞዞም ነገር እቲ ገሊኡሎ ይበዝሕ ገሊኡሎ ይውሕድ ገሊኡሎ እቲ ኮድ ደድሊ ክንዲ ሓንቲ ኮድ ትፀንሕ ትድገምታ ኮድ ናይ ገሊኡ ሰብ ኣሎ ከዓ እቲ ደድሊ ኮድ ድሊሽን ድበሃል ደለ ይጸንሕ ማለት እዩ ብዛዕባ ትራይዞሚ ክንዛረብ ኮለ ናይ 13 18 21 ግን እቲ ከምዚ ክልተ ክንዲ ድኸውን ሓንሳብ ሓንሳብ ሓደ ኸውን ሓንሳብ ሓንሳብ ከዓ ሰለስተ ኮይኑ ይጸንሕ ወይ እቲ ድድለ የለን ወይ ከዓ እቲ ደድልስ ካብ ዓቕን ንላዕሊ ይጸንሕ ማለት እዩ ሕጂ ኣብቲ ናይ ኦልትራሳውንድ እንታይ እዮም ዝርእዩ ዘለዉ ኣብቲ ናይ ኦልትራሳውንድ ናይ እቶም ቆልዑ ድሕሪ ክሳዶም ዘሎ ኣብዚ ማለት እዩ ኣብኡ ዘሎ ከምዚ ማይ ዓይነት ንበሎ ንዑ ይርእዎ ናይ ፍንጫ ናይ ኣፍ ኣብቲ ናይ ሓንጎሎም ከዓ ይርእዎ ማለት እዩ ናይ ደም መርመራ እውን ወረቐት ክቡኽን እዮም ሽዕኡ ኣብኡ ኣብቲ ደም ድረአ ነገር ኣሎ ድነግሮም እቲ እዛ ሰብ እዚኣስ ናይ እዚ ቆልዓ ተጠኒሳቶ ደላስ ናይ ዕስራን ሓደን ናይ ዓሰርተ ሰለስተ ናይ ዓሰርተ ሸሞንተ ደሎ ክሮሞዞም ፀገም ክህልዎ ይኽእል ድዩ ይብሉ ማለት እዩ ሕቶ እውን ክሓትኹም እዮም ዝኾነ ቅድሚ ሕጂ ናይዚአን ሰለስተ ነገር ፀገም ደለዎም ወይ ናይ ልቢ ፀገም ናይ ሓንጎል ፀገም ዝኾነ ደለዎም ቆልዑ ወሊድኩም ትፈልጡ ዲኹም ሓደ ከዓ እቲ ናይ ኣደ ዕድመ ሳልሳይ ከዓ ናይቲ ዝኾነ ነገር ናይ ሽኮርያ ገለ ሒዚ ክፈልጥ ድዩ ገይሎም ክሓትኹን እዮም እዚ ኩሉ ርዮም ሽዑ እወ እቲ ሪስክ ኣሎ ወይ ከዓ የለን ቁፅሪ እዮም ድህብኹን ናይ ገሊኡ ሰብ ኣሎ እቲ ሪስክ ብጣዕሚ ንእሽተ እዩ ናይ ገሊኡ ሰብ ከዓ ኣሎ እቲ ሪስክ ብጣዕሚ ዓቢ ስለ ዝኾነ መሊስና ካልእ መርመራ ንግበር ይብሉ ማለት እዩ ቅድሚ ብዛዕባ እቲ ተስት ምዝራበይ ከምዚ ዓይነት ሪስክ ኣሎ ክብልኹ እንከለዉ ማራ ደይ ምስንባድ ሕጂ እቲ ፐርሰንቴጅ እቲ ካት ኦፍ ንብሎ ካብ ሰለስተ ሚእቲ ንላዕሊ እንተኾይኑ እቲ ሪስክ ብጣዕሚ ትሑት እዩ ሽግር የብሉን ሕጂ እቲ ቁፅሪ ድህብኹ እንደለዉ ናብ ሰለስተ ሚእቲ ይቐርብ እንተኾይኑ ማረደይ ምስንባድ እዚ እንታይ ማለት እዩ ማለት እዩ እቲ ቁፅሪ ክህብኹ እንከለዉ ሓደ ካብ ሰለስተ ሚእቲ ሓደ ካብ ክልተ ሚእትን ሰላሳን ኣርባዕተን ሓደ ካብ ሚእቲ ገለ ኢሎም እዮም ድህብኹን ማለት እዩ ሕጂ እቲ ቁፅሪ ናብ ሰለስተ ሚእቲ ይቐርብ እንተኮይኑ እቲ ሪስክ ብጣዕሚ ትሑት እዩ ማለት እዩ ወላ እቲ ሪስክ ኣሎ እንዳበሉ ኣሎ ግን ትሑት እዩ ሕጂ ብዙሕ ሲ ደይ ምስንባድ ክንደይ ኣለዋ ኣብዚ ምሳና ሓከማ ድውዕላ ብከምኡ ሰንቢለን መግቢ ኣብየን ተምላስ ገብረለን በቃ ማራ ይህሰያ ማለት እዩ ሕጂ ተረዲእክን ምእንታንቲ ቁፅሪ እንታይ እዩ ድብለክን ደሎ ደይ ምስንባድ እቲ ከምኡ ምስ በልኹም ከዓ ፈተናታት ካልእ ክገብሩ እዮም እዎ ዝርእናዮ ደለናስ ሓቂ ድዩ ወይስ በቲ ምሻሉ በቲ ካልኩሌሽን ዝገበሮ ምክንያቱ በቲ ሪዛልት ጥራይ ኣይኮነን በቲ ናይ ደ ሂስትሪ ዝኾነ ሽኮር ያገለተለክን ዕድሜክን ቁሩብ ልዕል ተይሉ ወይ ካልእ ቆልዑ ከምኡ ደለዎም ወሊድክን ትፈልጣ ትኸውንክን ገለ ኢሎም ስለቲ ቁፅሪ ደምፅዎ ናይ ግድን ኣለክን ኣይኮነን ድብሉ ክንደለዉ ክህልወክን ስለ ዝኽእል ሲ መሊስና ካልእ ናይ ላብ ሪዛልት ድዩ ወይ ናይ ኣምነሽን ቴስስ ወይ ናይ ሲቪስ ንግበረልክን እዮም ክብሉኽን ሕጂ ብዛዕባኡ ክዛረብ ብዛዕባ ናይ ደም መርመራ እንታይ እዮም ዝገብሩ ዘለዉ ክልተ እንታይ ሽሙ ክብኹን እዮም ምርጫ ሓደ ብደም መርመራ ካልኣይ ከዓ እቲ ኦፍኮርስ እቲ ሲቪስ ወይ ከዓ እቲ ኣምነሽን ቴስስ ማለት እዩ ሕጂ እቲ ናይ ካብ ኣደ ደም ዝወስድዎ ሰብ ዝበዝሕ ግዜ እንታይ ስለምንታይ ይመርፆ ምክንያቱ ነቲ ቆልዓ ዝኾነ ሪስክ የብሉን ሕጂ ስለምንታይ ናይ ደም መርመራ በደ ይገብሩ ካብቲ ናይ እንሲ ተታሒዙ ዘሎ ቆልዓ ናይቲ ቆልዓ ዲኤንኤ ኣብቲ ናይ ኣደ ደም ክፀንሐ ይኽእል እዩ ወይ ከዓ ካብ መሪ ሓንቲ ሓንሳብ ሓንሳብ እቲ ናይቲ ቆልዓ ዲኤንኤ ኣብኡ ስለ ዝርከብ ካብ ኣደ ደም ወሲዶም ፒሲኣር ዝበሃል ኣሎ ሽዑ ናይቲ ቆልዓ እቲ ዲኤንኤ ርዮም ዝኾነ ናይ እዚ ዳውን ሲንድሮም ድዩ ኤድዋርድ ሲንድሮም ካብ ትራይዞሚ 18 ዝመፅእ ወይ ከዓ ፐቻዊ ሲንድሮም ካብ ትራይዞሚ 13 ዝመፅእ ዝኾነ ፀገም ክህሉ ይኽእል ድዩ ኣይኽእልን ፅቡቅ ገይሮም ንዕኡ ርዮም ሽዑ ይነግርኽን እወ እቲ ኣብቲ ኦልትራሳውንድን ደም መርመራን ድራእናዮ እወ ኣሎ ወይ ከዓ እቲ እወ ክኸውን እዩ ድብልናዮ ነበርና ኣይኮነን ፀያይም የለን ንብልኽን ማለት እዩ ሕጂ በቲ ደም መርመራ ማለት እዩ በቲ ካብ ናይ ቆልዓ ዲኤንኤ ድሓለፈን ካብቲ መድሓንትን ድሓለፈን ማለት እዩ እዚ ሕጂ እቲ ኖርማል ናይ ደም መርመራ ፍሪ ዲኤንኤ ይብሎ ማለት እዩ ከምዚ ዓይነት ተስት ሓንሳብ ሓንሳብ ከዓ ክልተ ዓይነት ኣሎ ኢንቬሲቭ ቴስት ንብሎ ማለት እዩ በቲ ኣብ ማህፀን ኣትዮም ካብቲ መድሓንቲ ዋሂታት ወስዱ ወይ ከዓ ብከብዲ ናይ ኣደ ገይሮም ካብቲ ማይ የውፁ ማለት እዩ ምክንያቱ እቲ ቆልዓዊ ይሕምብስ ስለ ዘሎ ናይቲ ቆልዓ ዲኤንኤ ኣው ስለ ዘሎ ካብኡ ወሲዶም ንዑ እንተላይ ይመራመሩሉ ማለት እዩ ሓንሳብ ሓንሳብ ከዓ እቲ ሲቪኤስ ዝበሃል ኣሎ ኮሪያኒክ ቪለስ ሳምፕሊንግ ዝበሃል ካብቲ መዳሕንቲ እንታይ ሽሙ ወስዱ ዋህዮታት ወስዱ ሕጂ ሓንሳብ ሓንሳብ ብደገ ብስሪንጋ ገይሮም ወይ ከዓ እቲ መዳሕንቲ ቁሩብ ትሕት ዝበለ ናብቲ ኣፍ ማህፀን ይቐርብ ተኮይኑ ብውሽጢ ኣትዮም ዋህዮታት ይወስዱ ሕጂ እዚ ብውሽጢ ይኣትዉ ስለ ዘለዉ ኦልትራሳውንድ እንዳገበሩ ኣበይ ይኣትው ኣለዉ እንዳፈለጡ ማለት እዩ እዚ ሕጂ ናብ ላቦራቶሪ ወሲዶም በዚ እውን ክፈልጥዎ ይኽእሉ እዮም እቲ ናይ ዳውን ሲንድሮም ኤድዋርድ ሲንድሮም ወይ መቹር ሲንድሮም ከይህሉ ይሪእዎ ማለት እዩ እዚ ግን ሓንሳብ ሓንሳብ እዝን እቲ ናይ በደድ ወስድዎን ሞዜሲዝም ዝበሃል ኣሎ እቲ ናይ ኣብቲ ደም ድርከብን እቲ ምክንያቱ ሓንሳብ ሓንሳብ እቲ ዲኤንኤ ካብቲ መዳሕንቲ ድመፀ ክኸውን ይኽእል እዩ ኣብቲ መዳሕንቲ ደሎ ከዓ ወላ እቲ ቆልዓ ወላ ሓንቲ ደይብሉ ከሎ እሱ ክቕየር ስለ ዝኽእል ሓንሳብ ሓንሳብ ወላ እቲ ቆልዓ ደይብሉ ከሎ እዚ ከም ዘለዎ እቲ ሪዛልት ከምኡ ክመፅእ ስለ ዝኽእል ብኸም እዮም ኣብ ኖሲንቴስስ ካብቲ ናይቲ ቆልዓ ድሕንብሰሉ ደሎ ማይ ክንወስድ ምእንታን ክንሪኦ ንብል ድብልኹን ምክንያቱ ነቲ ቆልዓ ሒዝዎ ስለ ዘሎት ከምዚ ኣምኒዮሪክ ሳክ ድበሃል ከምዚ ጎማ ንበሎ ማይ መሊኡ ኣሎ ቆልዓ ከዓ ኣብኡ ኣሎ ማለት እዩ ሕጂ እቲ ካብኡ ድመፅእ ዋህዮታት ናይቲ ቆልዓ ስለ ዝኾነ እሱ እዩ ዝበለፀ ካብቲ ካብዚ ሲቢኤስን ካብቲ ናይ ብደም ግን ከምኡ ክብል ከለኹ እቲ ሪስክ ኣሎ ናይ ነጥቢ ክልተ ፐርሰንት ኣሎ እቲ ጥንሲ ሓንሳብ ሓንሳብ ማይ ክፈሰክ ንኽእል ወይ እቲ ጥንሲ ከይከይድ ማለት እዩ እዚ ክብል ከለኹ ብጣዕሚ ንእሽተዩ እቲ ፐርሰንተጅ ሕጂ ዜሮ ነጥቢ ክልተ ፐርሰንት ማለት እዩ ሕጂ እታ ናይ ኣምኖሲንቴሲስ ሎማዓንቲ ብዛዕባኡ እንተላይ ክነግረክን ኣምኖሲንቴሲስ ክንብል ኮለና ኣብዚ ሕጂ ተሪኦ ክኖ ኦልትራሳውንድ እንዳገበሩ በሰሪንጋ ገሮም ብውሽጢ ቆልዓ ከመይ ኣበይ ከም ዘሎ እንዳረኣዩ ማይ ይወስዱ ማለት እዩ ሽዕኡ ፕላስተር ገሮም ይዓፅዎ እቲ ነብስኽን ባዕሉ ነቲ ደውፅዎ ማይ ባዕሉ ክትኮ እዩ ብልሃን ጸገም የብሉን ነዚ ሽዑ እዚ እቲ ናይ ተቆልዓ ዲኤንኤ ስለ ዘሎ ከምቲ ናይ ደም መርመራ ክወስዱ ከለዉ ዝገበርዎ ተስት ወይ ካብ ብውሽጢ ካብ ማህፀን ካብ መዳሕንቲ ክወስዱ ከለዉ ዝወሰድዎ ዋህዮታትን ወይ ካብዚ እንተላይ ዝወሰዶ ናብ ላቦራቶሪ ወሲዶም ሽዑ እቲ ናይቲ ካሪዮታይፕሪየም ዝኾነ ፀገም ከይህሉ ዝኾነ ወፀ ካብቲ ክሮሞዞም ከይህሉ ወይ ዝኾነ ተወሰኸ ከይህሉ ወይ እቲ ክልተ ከውን ግብኦ ሰለስተ ከይፀንሕ ወይ ሓደ ከይፀንሕ ሪኦም ሽዑኡ ይነግሩኽን እቲ ፀገም ናይ ቆልዑ ከይህሉ ማለት እዩ እዚ ኣምኖሲንቴሲስ ከኣ ሓንሳብ ሓንሳብ ኣብቲ ሳልሳይ ትራይመስተር እንተላይ ይገብሮ እዮም ወይ ካብ ዕስራ ሰሙን ንንየው ክገብርዎ ይኽእሉ እዮም ሓንሳብ ሓንሳብ እዚ ከምዚ ታክሶፕላዝሞሲስ ዝበሃል ኣሎ ብዛዕባኡ ቪድዮ ክሰርሐ ኢንፌክሽን ነቲ ቆልዓ ክሃስድ ይኽእል እንተለክን ኣብ ማይ ወሲድና እቲ ባክተርያ ኣብቲ ኣብቲ ማይ ክህሉ ኢሎም ከምዚ ገይሮም ክወስዱ ክሓቱ ክንክእሉ እዮም ሓንሳብ ሓንሳብ ናይ ኣብቲ ኦልትራሳውንድ ርእይዎ ደለዉ ናይ ክሮሞዞማል ቼንጅ ናይ ዝኾነ ዲፌክት እንተለውን ከምዚ ክንገብረልክን ክብሉክን ይኽእሉ እዮም እዚ ሕጂ ከምቲ ዝበልኮ በቲ ኣልትራሳውንድ እንዳገበሩ እንዳረኣዩ ኣበይ ይወስዱ ኣለዎ ማይ እንዳረኣዩ ዝወስድዎ ነገር እዩ ኣጋን እዚ ብጣዕሚ ኮምፕሌክስ ቶፒክ ስለ ዝኾነ ዝኾነ ድረሳዕ ኾይ ወይ መሊስኩም ብብዙሕ ኣስፊሐ ክዛረበሉ ትደልዩ ትኾንኩም ንገሩኒ ብቲ ኮመንት መሊሰ ካልእ ቪድዮ ክሰርሕ እዚዩ ግን እቲ ናይ መጀመርታ ኣልትራሳውንድ ገብርልክን ከለዉ ኣሎ ደይኮነን ድብል ደሎስ ክህሉ ይኽእል እዩ ንኸምኡ ንኽፈልጡ ከኣ እቲ ብደም መርመራ ድዩ ብናይ መዳሕንቲ ዋህዮታት ድዩ ወይ ከኣ ብማይ ጌሮም ይርእዩ።